ቪድዮ ኣብ ተዳልዉሉ ሰዓት ሓሳባትኩም ዝበታተን ወይ ከዓ ካበይ ከም ትጅምሩ ምድንጋር ዝፈጥረልኩም ተኾይኑ ቀደም ሰዓብ ተኸቲልኩም ስራሕትኹም ንምቅላል እዚ ቪድዮ እዚ ንዓኹም እዩ። ድሕሪ እዚ ቪድዮ እዚ ምርኣይኩም ኣብ ዝሓፀረ ግዜ ብሉፅ ቪድዮ ፕሮዲሰር ከም ትኾኑ ርግፀኛ እየ። ብኸመይ ንዝብል ኣብዚ ቪድዮ እዚ ብግልፂ ስቴፕ ባይ ስቴፕ ክንርኢ ኢና ሓቢርኩምኒ ፅንሑ። ሰላም ሰላም ነዚ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ ሕጂ ብቐጥታ ናብቲ ቪድዮ ክወስደኩም ቪድዮ ፕሮዲስ ንምግባር ወይ ከዓ ንምድላው ዘሎ ከይዲ ፕሮሰስ ብቐደም ሰዓብ ኤድያ ስክሪፕት ቮይስ ኦቨር ኤዲቲንግ ፔምቢንየል ኣፕሎድዮም። እዞም ፕሮሰስ እዚኦም ኢና ሓደ ብሓደ ክንርኢ ማለት እዩ። ያ ዝኸውን ሓሳብ ወይ ከዓ ኤድያ ምምንጫው እዩ። ብዛዕባ እንታይ ኢና ቪድዮ ክንሰርሕ ንደሊ ዘለና ኢልና ትሕዝቶ ምፍጣር ወይ ከዓ ሓሳብ ምድላው መምሃሪ ክኸውን ይኽእል እዩ፣ መዘናግዒ ክኸውን ይኽእል እዩ ማለት እዩ። መጀመርያ ክንገብሮ ዝግበአና እቲ ሓሳብ ምፍጣር እዩ። ንኣብነት ብዛዕባ ቪድዮ ኤዲቲንግ ክኸውን ይኽእል እዩ ማለት እዩ። ካብዙይ ብምቕፃል ድማ ስክሪፕት ምድላው እዩ ክኸውን። እቲ ዝሓሰብናዮ ሓሳብ ብኖት መልክዕ ወይ ከዓ ብፅሑፍ መልክዕ ምድላው ማለት እዩ ምክንያቱ ካብዚ ቀፂለ ዝነግረኩም ፕሮሰሳት ብምልኦም ድሕሪ ስክሪፕት ምድላው እዮም ዝመጹ። ኣብቶም ቀጺልና ንሰርሖም ስራሕቲ ምድንጋራት ምእንታ ከይፈጥሩልና ብስክሪፕት መልክዕ ብደንቢ ክነዳልዎ ክንክእል ኣለና ማለት እዩ። ስክሪፕት ኣዳሊና ምስ ወዳእና ቀጺሉ ዝመጽእ ሪከርድ ቮይስ እዩ ክኸውን ማለት እዩ። እቲ ብስክሪፕት መልክዕ ዘደላናዮ ሓሳብ ሪከርድ ክንገብሮ ኢና ማለት እዩ። ሪከርድ ክንገብር እንሃለና ግን ብሞባይል ክንጥቀም ንኽእል ኢና ማይክ ተሃልዩና ዝበለጸ ተዘይኮይኑ ግን እቲ ስክሪፕትና ሪከርድ ምስ ገበርናዮ ዝርብሽ ድምፂ ከይህልዎ ምእንታ ኣብ ዝተፈላለዩ ዌብሳይታት ናኸድና ከም ማይክ ገይሮም ዝህቡና መዓት ፍሪ ዝኾኑ ዌብሳይታት ኣለዉ ስለዚ ኣብዞም ዌብሳይት እዚኦም ከይድና ያው እቲ ድምፂ ኢንሃንስ ክንገብሮ ንኽእል ኢና ማለት እዩ። ብድሕር እዚ ስክሪፕት ኣዳሊና ኣለና፣ ሪከርድ ጌርና ኣለና፣ ኢዲቲንግ ክንገብር እናሃለና ድማ ሕጂ እውን ናብ ምንም ክንከይድ የብልናይ። በታ ምሳና ዘላ ሞባይል ተጠቒምና ኤዲቲንግ ክንገብር ንኽእል ኢና። ንሞባይል ተጠቀምቲ ዝኾንና ካብከት ክንጥቀም ንኽእል ኢና፣ ቪኤን ክንጥቀም ንኽእል ኢና፣ እንሽርት ክንጥቀም ንኽእል ኢና። ብዝኾነ ብዙሓት ኤዲት ክገብሩልና ዝኽእሉ ሶፍትዋየረትን ኣፕሊኬሽናትን ኣለዉ። ንሶም ክንጥቀም ንኽእል ኢና ማለት እዩ። ነገር ግን ኤዲቲንግ ክንገብር ንሃለና ብዙሕ ነቲ ኢዲቲንግና ከቃናውርልና ዝኽእሉ ቅመማት ክንጥቀም ንኽእል ኢና። ምኽንያቱ ንኣብነት ቴክስት ክንጥቀም ንኽእል ኢና፣ ኣኒሜሽን ክንጥቀም ንኽእል ኢና። ስለዚ ንኣብነት ብዛዕባ ቪድዮ ኤዲቲንግ ናተናገርኩ እናሃለኹ ስለ ቪድዮ ኤዲቲንግ ቴክስት ክንፅሕፍ ንኽእል ኢና ብድሙቕ ዝኾነ ሕብሪ ተጠቒምና ወይ ከዓ ሃይ ኮንትራስት ዘለዎ ተጠቒምና ብፅሑፍ መልክዕ ክንጥቀም ንኽእል ኢና ኣኒሜሽን እውን ክንገብሮ ንኽእል ኢና ማለት እዩ ብድሕር እዚ ቪድዮና ኤዲቲንግ ጌርና ምስ ወዳእና ነቲ ቪድዮና ዝኸውን ቴምቢኔል ክንሰርሕ ኢና ማለት እዩ ቴምቢኔል ክንሰርሕ ናሃለና ግን ደባሪ ዝኾነ ቴምቢኔል ክንሰርሕ የብልናን ምክንያቱ ዝኩሉ ስራሕ ዝወዓልናዮ ኮንቱ ኮይኑ ከይተርፍ ማለት እዩ ሕጂ ሕሰብዎ ዝኩሉ ደኺምና መጀመርያ ሓሳብ ኣመንጪና ብድሕሪኡ ስክሪፕት ኣዳሊና ኢዲቲንግ ንክንገብር ድማ ብዙሕ ግዜ ወዲኡልና ሰኣን ማዕጾኻ ምኽፋት ተዓጽዩ ዝተርፍ እንጀራ ንኸይህሉ ብደንቢ ስለ ተንቢኔል ተጨኒቕና ክንሰርሕ ኽንክእል ኣለና። ብኸመይ ንዝብል ብፒክስላብ፣ ፒክስኣርት፣ ካብከት ተጠቒምና ግን ብሉጽ ተንቢኔል ክንሰርሕ ኽንክእል ኣለና ማለት እዩ። ድሕሪ ተንቢኔል ምስራሕና ዝመጽእ ፕሮሰስ ድማ ያው ኩሉ ነገር ተወዲኦ ኣሎ ኣፕሎድ ወይ ከዓ ፖፕሊሽ ምግባር እዩ እዚ ኣፕሎድ ክንገብር ንሃለና ግን ብዝተፈላለዩ ዓይነታት ፕላትፎርም ክኸውን ይኽእል ብዩቲብ ብቲክቶክ ብኢንስታግራም ብፌስቡክ ብዝተፈላለዩ ዓይነታት ፕላትፎርም ይኹን ኣፕሎድ ወይ ከዓ ፖፕሊሽ ኣብ ንገብረሉ ሰዓት ግን ፕሊስ ፕሊስ ፕሊስ ኤስኢኦ ክንጥቀም ክንክእል ኣለና። ኤስኢኦ ማለት ሰርች ኢንጂን ኦፕቲማይዜሽን ማለት እዩ። ቪድዮና ዩቲዩብ ወይ ከዓ ዝኾነ ዓይነት ፕላትፎርም ናብ ኩሉ ሪኮማንድ ንክገብረልና ዝጥቀመሉ መካኒዝም እዩ። ወይ ከዓ ሰባት ሰርች ገይሮም ንዓና ንክረኽቡና ዝገብር ማለት እዩ። ንኣብነት ዲስክርፕሽንና ብሉጽ ክኸውን ኣለዎ፣ ሓሪፍ ዝኾነ ታግ ክንጥቀም ክንክእል ኣለና፣ ታይትል እውን ሰሓባይ ዝኾነ ክንጥቀም ኣለና ማለት እዩ። ኤስኢኦ ማለት እዚኣቶም እዩ ዘካትት። ነገር ግን ኤስኢኦ ክብለኩም ንሃለኹ ታግ፣ ታይትል፣ ዲስክሪፕሽን ክብለኩም ንሃለኹ ግን ምስቲ ዝሰራሕናዮ ቪድዮ ማች ክኸውን ኣለዎ ክመሳሰል ኣለዎ ተዘይኮይኑ ግን ንሕና ዝሰራሕናዮ ብዛዕባ ቪድዮ ኤዲቲንግ እናሃለወ ብዛዕባ ኣሰራርሓ እንጀራ ኢልና እንድሕር ደኣ ታግ ነእቱ ኮይንና ምንም ዋጋ የብሉን። እዚ ቪድዮ እዚ ጠቃሚ ኮይኑ እንድሕር ደኣ ረኺብኩሞ ፕሊስ ላይክ ሸር ሳብስክራይብ ግበሩ። ብኻሊእ ቪድዮ ክሳብ ንራኸብ ጽንሑ ብሰላም ሰሰናዩ ንዓኹም።